ሰላምን ጥዕናን ንኹልኹም ተኸታተልተይ ይኹን እንዳበልኩ ናብ ናይ ለማዓንቲ መደበይ ክኣትው ኣብ ናይ ለማዓንቲ መደበይ ከምቲ ልሙድ ንዓኹም ንተኸታተልተይ የምህር እዩ ኢለ ዝሓሰብክዎ መደብ ሒዘልኩም እመፅእ ኣለኹ ናይ ለማዓንቲ መደበይ ዘልዕሎ ብናይ ፆታዊ ርክብ ዘይምጥዕዓም ካብ ፍቕሪ ሓዳር ወፃኢ ንደገ ወፂኹም ምስ ካሊእ ጾታዊ ርክብ ምፍጻም ንናይ ሓዳርን ናይ ፍቕሪ ህይወትኩምን ምፍራስ እቲ ቀዳማይ ቀንዲ ምኽንያት እዩ። ኰይኑ ግና፣ ሓንቲ ጓል ኣንስተይቲ ካባኻ ርሒቓ ናብ ካሊእ ከይዳ ጾታዊ ርክብ ንኽትፍጽም ዝገብሩ ምስ ጾታዊ ርክብ ዝተተሓዙ ጸገማትኩም ዝፈትሕ ሓደ ሓሳብ ሒዘልኩም መጽየ ኣለኹ። እስካብ ናይ መደበይ ፍጻመ ሓቢርኩምኒ ጽንሑ። ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደውል ምልክት ብምንካዕን ዝተፈላለዩ ናይ ጾታዊ ርክብ፣ ናይ ጥዕና ከምኡ ውን ናይ ሓዳር ህይወት ኢንፎርሜሽን ትረኽብሉ ቻነል ሰድራ ንክትኮኑ ብኽብሪ ንሓትት። መደብና ናብ ብዙሓት በጺሑ ትምህርቲ ንክወስድሉ ብፍላይ ናይ ብዙሓት ሓዳራት ምፍራስ ምኽንያት እንዳኾነ ዘሎ ናይ ጾታዊ ርክብ ዘይምጥዕዓም ብቐሊሉ ኣብ ገዝኦም ኮይኖም ክፈትሕዎ ክትሕግዙ ክሕብረልኩም ይደሊ። ስድራን ዝኾንኩምኒ እንዳመስገንኩ ናብ መደበይ ክምለስ። ከምዝፍለጥ ኣባና ጾታዊ ርክብ ብዙሕ ዘይለዓል፣ ዘይዕለለሉ ሓሳብ ከምዝኾነ ይፍለጥ እዩ። ከምኡ'ውን ኣብ ሰብ ሓዳርን ኣብ ፍቑራትን ብጾታዊ ርክብ ጸገም ከጋጥሞም እንተሎ ነዚ ጸገም ንምፍታሕ ናይ ምምይያጥ ባህሊ ዝደኸመ እዩ። ኮይኑ ግና ከምዚ ዓይነት ቪድዮ ክንርኢ እንተለና ዝተፈላለዩ ሰባት ከይሓሰብዎ ዘጋጥሞም ከምኡ'ውን ዘጋጥሞም ዘሎ ጸገማት ንምፍታሕን ኣብ ሓዳር ህይወትኩም ቅድሚ ሕዚ ዘየስተማቐርኩሞ ጾታዊ ርክብ ድሕሪ ሕዚ ንኽተስተማቕርዎ ተባሂሎም ዝተዳለዉ ሓሳባት ብምርኣይ ምይይጥ ምግባር ኣገዳሲ እዩ። ሎማዓንቲ ካብ ንሪኦም ሓሳባት እቲ ቀዳማይ እንታይ እዩ? ኣብ እዋን ጾታዊ ርክብ ንኸይዓግቡ ዝገብር ብደቂ ተባዕትዮ ዝፍጠር ጌጋ ኣሎ፣ እዚ ድማ። ቀስ ኢልኩም ዘይምጅማርኩም እዩ። ሜይቢ ደቂ ተባዕትዮ ነዚ ናይ ጾታዊ ርክብ ዕድል ንምርካብ ንውሕ ንዝበለ ግዘ ወሲድልኩም ድሕሪ ነዊሕ ፕሮሰስ ረኺብኩሞ ክትኮኑ ትኽእል ኢኹም። ኮይኑ ግና ጾታዊ ርክብ ናይ ምፍጻም ዕድል ረኺብኩም ናብ ጾታዊ ርክብ ትፍጽምሉ ኢንቫይሮመንት ኣብ ትኣትውሉ ግዘ፣ ሰውነትኩም ምስ ሰውነተን ምርኻብ ኣብ ዝጅምረሉ ግዘ፣ ምስዕዓም ምትሕስሳይ ገና ኣብ ትጅምርሉ ግዘ፣ ንመትለኹም ቀልጢፍኩም ብገንኡ ናብ ብልዕተን ተእትዉ እንተኾይንኩምን ካብዚ ብተወሳኺ ድማ ንብልዕተን ቀስ እንዳበልኩም ክትነኻኽኡ እንዳተገበእኩም እንዳሃጸጽኩምን ቁሩብ ሓይሊ ብዘለዎ መንገዲ እውን ትነኽእወን እንተኾይንኩም ንምንቅስቓሳትኩም ቀልጢፍኩም ብህጸት ትውድእዎ እንተኾይንኩም ብኹለን ደቂ ኣንስትዮ ጥራሕ ዘይኮነስ ብበዓልቲ ቤትካ እውን ተደላይነትካ ንክቕንስ ካብ ዝገብሩ ምኽንያታት እቲ ቀዳማይ እዩ። ስለዝኾነ ደቂ ተባዕትዮ ኣብዚ ክትፈልጥዎ ዘለኩም ሓሳብ እንታይ እዩ ፆታዊ ርክብ ክበሃል እንተሎ ኣኽቢድኩም ምርኣይ ዘይኮነስ ኖርማሊ ኣብ መዓልታዊ ምንቅስቓሳትኩም ከም ትገብርዎም ምንቅስቓሳት ናብ ፆታዊ ርክብ ክትኣትዉ ከለኹም ቀስ ኢልኩም ንሕድሕድ ምንቅስቓሳትኩም እንዳስተማቐርኩም ቀስ እንዳበልኩም ትፍጽምዎ እንተኾይንኩም ደቂ ኣንስትዮ ብልዑል መጠን ዝደልዮኦን ዝፈትወኦን ኣዕጋባይ ጾታዊ ርክብ ንኽትፍጽሙ ዝሕግዘኩም እዩ። ኮይኑ ግና እንዳሃጸጽኩም ንሕድሕድ ምንቅስቓሳትኩም ግዘ ሂብኩም ከየስተማቐርኩም ኣብ ውሽጢ ውሑዳት ደቓይቕ ትውድእዎ እንተኾይንኩም እዚ ነገር'ዚ ከናድደን ዝኽእልን ምሳኹም ዝፍጽምኦ ጾታዊ ርክብ ብፍላይ ኣብ ሓዳር እንተሃሊኹም ንቐጻሊ ጾታዊ ርክብ ንምፍጻም ዘሎ ድሌታ ንኽቕንስ ክትገብሩ ትኽእሉ ኢኹም። ካብዚ ብተወሳኺ ድማ ጾታዊ ርክብ ምሳኻ ንዘይምፍጻም ቀዲማ ናብ ዓራት ከይዳ ምድቃስ ጠባይ እውን ክተምጽእ እያ። ካብዚ ሕልፍ ክብል እንተሎ ድማ ናብ ካሊእ ዝበለጸ ጾታዊ ርክብ ዝገብር ወዲ ናይ ምኻድ ልምዲ እውን ከተምጽእ ትኽእል እያ። ስለዝኾነ እንተተኻኢሉ ደቂ ተባዕትዮ ኣብ ኣእምሮኹም ናይ ጾታዊ ርክብ ሓሳብ ክመጸልኩም እንተሎን ናብ ናይ ጾታዊ ርክብ ኢንቫይሮመንት ክትኣትዉ እንከለኹምን ቀስ ኢልኩም ኖርማሊ ከም ዕለታዊ ምንቅስቓሳትኩም ብምሕሳብ ርግእ ኢልኩም ሕድሕድ ምንቅስቓሳትኩም እንዳስተማቐርኩም ማለት እውን ካብ ክዳን ምውጻእ እስካብ ምስዕዓም፣ ካብ ምስዕዓም እስካብ ምትሕስሳይ፣ ካብ ክሳደን እስካብ ብልዕተን ዘለዉ ሕድ ሕድ ምንቅስቃሳት ርግእ ኢልኩም እንዳስተማኣርኩም ክትፍጽምዎ ኣለኩም። ነዚ ነገርዚ ከም ኢዚ ታስክ ክትቆጽርዎ ኣለኩም ዝብለሉ ዘለኹ ምኽንያት እንታይ እዩ ደቂ ኣንስትዮ ከም ዝፍለጥ ኣብ እዋን ጾታዊ ርክብ ዘንጊዐን እየን ናብ ዕግበት ዝበጽሓ ደቂ ተባዕትዮ ድማ ዓጊብኩም ምስ ኣፍሰስኩም ንሰን ገና ናብ ናይ ጾታዊ ርክብ ስምዒት ናይ ምእታው ጠባይ የርእያ እየን። ስለዝኾነ ርግእ ኢልኩም እንዳሰዓምኩም ቀስ ኢልኩም ሕድሕድ ምንቅስቓሳትኩም ኣብ ትፍጽሙሉ ግዘ ኣብ መንጎ እዚ ደቂ ኣንስትዮ ሰውነተን እንዳረሰነ ናብ ናይ ጾታዊ ርክብ ልዑል ስምዒት ናይ ምእታው ጠባይ የርእያ'የን፣ ስለዝኾነ ቀስ ኢልኩም ምንቅስቓሳትኩም ኣብ ትፍጽሙሉ ግዘ ማዕረ ናብ ዕግበት ክትበጽሑ ዝሕግዘኩም'ዩ፣ ኮይኑ ግና ቀልጢፍኩም ክትንቀሳቐሱ እንተለኹምን ደቂ ኣንስትዮ ናብ ናይ ጾታዊ ርክብ ስምዒት'ውን ከይኣተዋ ናብ ዕግበት ክትበጽሑ ትኽእሉ ኢኹም፣ ደቂ ተባዕትዮ ናብ ዕግበት እንተበጺሕኩም ድማ ናብ ናይ ካልኣይ ዙርያ ናይ ጾታዊ ርክብ ስምዒት ናይ ምእታው ድሌትኩም ዝቕንሰሉ ዕድል ስለ ዘሎ፣ ቀስ ኢልኩም ጾታዊ ርክብ ክትፍጽሙ ኣለኩም። ኣብ መበል ካልኣይ ንሪኦ ብጣዕሚ ኣገዳስን ዝኾነ ሓሳብ ድማ እታ ጓል ኣንስተይቲ እንታይ ከም ትደሊ ምጥያቕ እዩ። ኣብዝሓ ደቂ ተባዕትዮ ናብ ናይ ጾታዊ ርክብ ኣብ ትኣትዉሉ ግዘ ናይ ባዕልኹም ድሌት ጥራሕ ኢኹም ተዳምፁ። ናይ ፆታዊ ርክብ ፖዚሽናት ምምራፅ ክኸውን ይኽእል። ዝተፈላለዩ ነገራት ንምምራፅ ንዐዐን እውን ክትሓቱ ኣለኩም። ዝተፈላለዩ ናይ ፆታዊ ርክብ ፖዚሽናት ንደቂ ኣንስትዮ ንምዕጋብ ልዑል ጥቕሚ ከም ዘለወን ይፍለጥ እዩ። ኮይኑ ግና ንስኻ ትመርፆ ናይ ፆታዊ ርክብ ናይ ፖዚሽን ዓይነት፣ በዚ ፖዚሽን ጾታዊ ርክብ ክትፍጽሙ ድሌት ከይሃለዋ ሱቕ ኢልካ ናብ ጾታዊ ርክብ ኣብ ትኣትወሉ ግዘ፣ ኣብዝሓ ደቂ ኣንስትዮ ብዘይ ናተን ድሌት ሱቕ ኢልካ ፖዚሽን ትቐያይር እንተኾይንካ ንዐኣን ንዕቐት ከምዘለኩም ብምሕሳብ ንጾታዊ ርክብኩም ክብሪ ከምዘይሃብካ ብምሕሳብ ቀጻሊ ምሳኻ ጾታዊ ርክብ ናይ ምፍጻም ድሌታ እውን ንኽጠፍእ ክትገብር ትኽእል ኢኻ። ስለዝኾነ ኣብ እዋን ጾታዊ ርክብ ትደልዮ ነገር ምጥያቕ ንኣብነት፣ ትደልዮ ናይ ጾታዊ ርክብ ናይ ፖዚሽን ዓይነት ክኸውን ይኽእል፣ ኣብ ብልዕታ ከባቢ እውን ክትንካእ ትደሊ እንተኾይና ከምኡ እውን ክትንካእ እንተላ ትሕጎስ እንተኾይና ብኡ ንኽትቅጽለላ ትሕብረልካ ኣላ ማለት እዩ። ካብዚ ብተወሳኺ ዝገብሮ ዘለኹ ፈቲኽዮ ዲኺ ኢልካ ምጥያቕ፣ ፊድባክ ተቐቢልካ፣ ትፈቅድ እንተ ኮይና ብምግባር እንተ ዘይኮይኑ ግና ክትገድፍ ኣለካ ሜይቢ እዚ ነገር እዚ ወይ ከኣ እዚ ፖዚሽን እዚ ቃንዛ ዘምጸላ ክኸውን ስለ ዝኽእል ግድን ክትጥይቃ ኣለካ ናትካ ምጥያቅ ንዓኣ ከም ትሓስበላ ከም ተኽብራ ተርእየሉን ብዝኸኣልካዮ ዓቅሚ ኣብ እዋን ጾታዊ ርክብ ናብ ናይ ጾታዊ ርክብ ዕግበት ክተብጽሓ ትጽዕር ከም ዘለኻ ስለ ትፈልጥ ኩልሻዕ ምሳኻ ጾታዊ ርክብ ንኽትፍጽም ድሌታ ውን ንኽውስኽ ክትገብር ትኽእል ኢኻ። ኩሉሻዕ ምሳኻ ጾታዊ ርክብ ንኽትፍጽም ድሌት ንክህልዋን ካባኻ ወጻኢ ካሊእ ወዲ ንኸይትሓስብ ትገብርሉ ብሉጽ ሜላ እዩ። ኮይኑ ግና ንስኻ ብዝደለኻዮ ናይ ጾታዊ ርክብ ናይ ፖዚሽን ዓይነት ብትደልዮ መንገዲ ጾታዊ ርክብ ትፍጽሙ እንተኾይንኩም ኣብ ኣፍቃሪትካ፣ በዓልቲ ቤትካ፣ ልዑል ሳይኮሎጂካል ጉድኣት ክተምጽእ ትኽእል ኢኻ። ኣብ እዋን ጾታዊ ርክብ ድማ ናብ ዕግበት ንኸይትበጽሕ ክትገብር ትኽእል ኢኻ። ስለዝኾነ ብፍላይ ናይ ቀዳማይ መዓልቲ ናይ ጾታዊ ርክብኩም እንተኾይኑ እዘን ነገራት ክትጥንቀቑለን ኣለኩም። ኣብ መበል ሳልሳይ ንሪኦ ንዓኻ ገዲፋ ናብ ካሊእ ንኽትከይድ ካብ ዝገብርዋ ምኽንያታት ድማ ጽሬት እዩ። ጽሬት ምስ ደቂ ኣንስትዮ ጥራሕ ዝተትሓዘ ነገር ዝመስለኩም ደቂ ተባዕትዮ ኣለኹም ኢኹም። ኮይኑ ግና ስፔሻሊ ናይ ቀዳማይ መዓልቲ ቆጸሮኹም እንተኾይኑ፣ ቅድሚ ሕዚ ጌርኩሞ ብዘይትፈልጥዎ መንገዲ ንሰውነትኩም ክተጽርይዎ ኣለኩም። ዝተፈላለዩ ጨናታት፣ ሎሽናት እውን ክትገብሩ ኣለኩም። ናይታ ጓል ኣንስተይቲ ናይ ጾታዊ ርክብ ስምዒት ከለዓዕሉ ዝኽእሉ ጽሬት ብምግባር ብልዑል መጠን ኣትራክቲቭ ኮይንካ ክትርከብ ኣለካ። ኮይኑ ግና ካብዚ ብተጻራሪ ቅድሚ ጾታዊ ርክብ ምጅማርኩም ክኸውን ይኽእል ድሕሪ ጾታዊ ርክብ ምጅማርኩም ንጽሬትኩም ኬር ዘይትህብሉ እንተ ኾይንኩም፣ ኣብ ናይ ቀዳማይ መዓልቲ ርክብኩም ድማ ንጽሬትካ ኣድህቦ ዘይትህቦ እንተ ኾይንካ፣ ኣባኻ ዘለዋ ኣረኣእያ ዝወረደ ንክኸውን ካብ ዝገብሩ ነገራት እቲ ቀዳማይ እዩ። ስለ ዝኾነ ደቂ ተባዕትዮ ግድን ጾታዊ ርክብ ክትፍጽሙ እንከለኹም ጥራሕ ዘይኮነስ ኩልሻዕ ንጽሬትኩም ክትሕልዉ ይደልያ እየን። ኣብ እዋን ጾታዊ ርክብ ድማ፣ ዝተፈላለዩ ጨናታት ንኣብነት ናይ ኣፍ ጨና፣ ናይ ረሃጽ ከምኡ እውን ናይ ጫማን ናይ እግርን ጨና ዝጨንወን እንተኾይኑ ኣድህቦኣን ናብቲ ጾታዊ ርክብ ዘይኮነስ ናብቲ ጨና ንክኸውን ይገብር እዩ። እዚ ድማ ኣድህቦኣን ሙሉእ ንሙሉእ ናብቲ ጾታዊ ርክብኩም እንተዘይኮይኑ ንኣብነት እቲ ኣድህቦኣን ናብቲ ጨና ዝገብራ እንተኾይነን ናብ ናይ ጾታዊ ርክብ ዕግበት ክበጽሓ ኣይኽእላን። ድሕሪ ጾታዊ ርክብኩም እውን ሻወር ምግባርን ጽሬትኩም ምሕላውን ዝፈትውኦ ጠባይ እዩ። ነዚ እንተዘይጌርኩም ግና ናብ ካሊእ ወዲ ናይ ምኻድ ልምዲ የምጽኣ እየን። ክነጠቓልሎ እንከለና እዘን ሰለስተ ኣገደስቲ ነገራት ዘይትገብሩለን እንተኾይንኩም ኣፍ ኣውጺኤን ዘይክዛረባ ይኽእላ እየን። ሽዑ ድማ ናብ ካሊእ ወዲ ንኽኸዳ ካብ ዝገብረን እዘን ሰለስተ ዓበይቲ ምኽንያታት እየን። ስለዝኾነ ነዘን ሰለስተ ኣገደስቲ ነገራት ክትጥንቀቑለን ኣለኩም። ነዚ ኢለ ናይ ልማዓንቲ መደበይ በዚ ክዛዝም። ካብ ናይ ልማዓንቲ መደበይ ዝኾነ ሓድሽ ነገር ከምዝሓዝኩም ተስፋ ይገብር። ነዚ ቻነል ሓደሽቲ ዝኾንኩም ሳብስክራይብ ብምግባርን ነታ ናይ ደውል ምልክት ብምንካእን ክተተባብዑናን ስድራ ክትኮኑናን ብኸብሪ ንሓትት። መደብና ናብ ብዙሓት በጺሑ ብዙሓት ኣሕዋትና ትምህርቲ ንክወስድሉ ላይክ ሼር ግበርዎ ሓሳብ ርእይቶኹም ብኮሜንት ኣብጽሑና ብኻሊእ መደብ ብኻሊእ ሓሳብ እስካብ ንራኸብ ሰላምን ጥዕናን ንኹላትና ይኣንየለይ